ፍቕረይ ንገለ ጣዕሰካ ነገር ኣይትገር በጃኻ ኢለካ በጃኻ ግደፍ ኣነ ልሓሰካዮ ነገር ፈለጠዮ እየ ብደንቢ ገይረ ይፈልጠካ እዩ እሞ በጃኻ ግደፍ ክልምነካ ኖኖኖኖኖኖ ኖኖ ዘይገድፍ ኣነ ደኣ ከዚ ደኣ ነቒሐ እንድየ ነታ ፕሮግራመይ ንምብልሻይ ዶ ከምዚ ትብለኺ ኣነ ደኣ ይሰምዐክን እየ ሰላም ሰላም ሰላም ናይ ቻናለይ ተኸታተልቲ ከመይ እናኹም ደሕና ድኹም ከመይ ውዕልኩም ከመይ ኣምሽኹም ኣነ ሰላም ኣምላኽ ይመስገን ብብድናኹምዎ ሰላምኩም ብዝሕ ትርፍ ይበለለይ እና ኩራተይ ንዛ ቻናል ሓደስቲ ዝኾንኩም ላይክ ሰብስክራይብ ብምግባር ቤተሰብ ይኹኑ ቤተሰበይ ድማ ብልሙድ ላይክ ናና ፅሪኢቶኹም ኣብ ኮሜንት ምቕማጥ ምብርታዕኹም ኣይፈለየኒ ስለትገብርለይ ምብርታዕ ድማ የቐንየለይ እግዚኣብሔር የኽብረለይ ነበርኩ ኩራት ናይ ሎማዕንቲ መደበይ ሃም ብልሙድ ልልና ኣሌክሲኦም ማለት እዩ ያው ኣብ መንጎ ሊሊን ኣሌክስ ዝተፈጠረ ነገር ኩላትና ንፈልጦ ኮይኑ እንግዲህ ትማሊ ንመዘኻኸሪ ላክል ኣሌክስ እና ቤቲ ንሎማዕንቲ ፕሮግራም ከም ዝነበሮም ኩላትና ንፈልጥ ኢና ማለት እዩ። ነጋ ዓብዪ ፕሮግራም ነኒኡ ፕሮግራም ኣዘጋጅ ክፅበየኪ እየ ተዘጋጅኺ ሰዓትኺ ኣኽብርኺ ምፅኢኺ ይብላ ነብሩ ማለት እዩ ቤተሰብ ያው ሎማዕንቲ ድማ ኣድማ ሊሊን ኣሌክስ ቆፅራ ክተናግሮ ሞክራ ነይራ ማለት እዩ። ያው እሱ ግን ክሰማ ከዳምፃ ይኸኣለን ማለት እዩ። ቤተሰብ እና ልዕሊ ማንም ኣነ ኣሌክስ ይፈልጦ የንብቦ እየ ብደንብ ገብረ ውሽጡ ልፈልጦ ኣሌክስ እንታይ ይሓስብ ኣሌክስ እንታይ ዓይነት ሰብ እዩ ኩሉ መናእሲ ብደንቢ ገብርኤል ይፈልጦ ልዕሊ ማንም እና ከዚ እውን እንታይ ከም ዝሓስበ እንታይ ክገብር ከም ዝደለየ ብደንቢ ገይረ እየ ፈሊጠዮ እና ሎማዕንቲ እዚ ነገር እዚ ከይገብር ከናግሮ እየ ትብል ነብራ ማለት እዩ ልሊ ቤተሰብ ብቻ ግን ኩራት ያው እሱ ድማ ለሚናቶ ኣብ ብዙሕ ነገር ግደፍ ከምዚ ዓይነት ነገር ግደፍ ዘይትግበር ነጋ ከጣዕሰካ እዩ ግደፍ ህይወት ናይ ተባላሽ እዮ ሕዚ እውን መሸይ ናብ ህይወትና ንመለስ እሞ ለይኮን ነገር ኣይትግበር ኢላ ማለት እዩ ትብሎ ማለት እዩ እሱ ድማ ኖኖ ኣነ ደኣ ዘይሰምዐኪ በጭራሽ ከዚ ደኣ

ንባዕልኺ ጥቕሚ ኢልኪ ደኣ ናታ ንዓኻልኪ ይኾንኪ ይብላ ማለት እዩ። እሳ ለለ ይሓልየላ እባ ትብሎ ማለት እዩ። ትሓልየላ ሓፍትኺ ድያ ይብላ እሞ ይሓልየላ ግን ሓፍተይ ይኾንኪ ትብሎ ማለት እዩ። ያው እንግዲህ እሱ ድማ ኖኖ ኣነ ኣምንኒ ንባዕልኪ ጥቕሚ ኢልኪ

ጠበቓ ክኸና ይኽእል እዩ ይብላ ማለት እዩ እና እቲ ጠበቓ ትብሎ ለመሓዛ ካርድ ኮይና ከምኡ ትብሎ ሃም ዓይነት ንግግር እየ ትናገር ትብሎ ማለት እዩ። እሱ ድማ ኖኖኖኖኖኖ እንታይ ኮይኑ ለይናገር ጠበቓ ከምዚ ዓይነት መሓዛ ኣነ የብለይን ይብሎ ማለት እዩ ይብል ማለት እዩ ንዳጊ እንግዲህ ሳዝም ድማ ኖኖ ግደፍ በጃኻ ኢለካ ግደፍ ኣነዚ በቃ ሰላም ክንኾንስ እንታይ ክገብርኒ እንታይ ክገረልካ እኒሀኒ እንታይ ኢኻ ትደሊ ትናገረኒ ትብሎ ማለት እዩ እንታይ ትገብርለይ እዋ በቃ ካልእ ይትረፍ ኣብ ገዛኺ ኮፍ በለይ ኣይጨቕጨቕኒ ኮፍ በለይ ይብላ ማለት እዩ እሹ ከፍ ክብል ግን ንስኻ እንታይ ሃም ትኾንለኻ ይርድኣካ ኣሎ ድዩ ኣይርድኣካ ኣሎን እኮ ግንሲ በቃ በጃኻ ኢለካ ትኸድለኻዩ መንገዲ ፅቡቅ ኣይኮነ እዩ ብልብኻ ይኹን ካይለ ኣለኻ ኣብ ጥዕናኻ ይኹን ካይለ ኣለኻ ትብሎ ማለት እዩ እሱ ድማ ኖኖኖኖ ኣነ ምስ ጥዕና እየ ምንም ነገር ሕማም ይኹን ገለ የብለይን ሙሉእ ኣለኹ በቃ ፅቡቅ ኣለኹ ብጣዕሚ ይብላ ማለት እዩ እና እሳ ድማ ኖኖ ኣነ ይፈልጠካ እንድየ ስኻዳ ጥዑል የለኻ ትብሎ ማለት እዩ ቤተሰብ ኦረዲ ያው ኣብ ፉክክር እዮም ንነው ያው ኣሌክስ ጌጋታቱሽ ካብ ሐዚ ክኣምን ይክኣል እዩ ማለት እዩ ቤተሰብ ክኣምን እውን ይክኣል እሞ እንታይ ኢኻ ምስ ምንታይ ኢኻ ትምድበኒ ኣነሲ ኣብ ሂወትካ ኣለኹ ድየ ወይስ ኣውፅኻኒ ትብሎ እሞ ኖኖኤ ኣውፃኹኪ ኣለኺ ኢኺ ይብላ ማለት እዩ ተሃልየ ደኣ ንምንታይ ከምዚ ብከምዚ ዓይነት ትርእየኒ እንታይ ገይረካ ንምንታይ ትተሃላለኸኒ ንምንታይ ብህልኽ መንፈስ ትለዓዓል ቶሎሞስ ደማ ኖኖ ኣነ ኣይተሃለኹኹን ምንም ኣይኮንኩን ግን ኣነ ሰላም ይደሊ ኩለኹ ጭቕጭቕ ለይብሉ ነገር ይደሉ ኣለኹ እሱ ነገር እሱ ደማ ምስ ቤቲ እዩ ዘሎ ሰላሜ ምስ ቤቲ እዩ ለሎ ይብላ ማለት እዩ እውነት ቤተሰብ ንሓንቲ ጓል ኣንስተይቲ ከምዚ ዓይነት ንግግር ክንዳይን ሃምዲ ሰብራ እዚ ክነግረኩም ይኽእል እዩ ማለት ክነግረክን ይኽእል እዩ ኣሕዋተይ እስኽሰ ቃይ ትምቸይኒ ኣነሲ ሰላመይ ትኒ ሰላመይ ትበኒ ግን እኸለያ ዝብል ቃል ማለት እዩ እና ክንደይን ከቢድ ከምዝኾነ ካብኡ እውን በቃ ሰበይተየ ክናበለካሲ ግን ለለ ሂወቱ ምስ ካልእ ብጣዕሚ ዝገርም ከምዚ ዓይነት ነገር ኣብ ብዙሕ ኣብ ሓቀኛ ታሪክ ዝተደረኸ ነገር ስለለሎ እዩ ስለንርኢ ኣለና እውን ማለት እዩ ቤተሰብ እታ ናይ ገዛ ሰበይትኸ እንታይ ይኹን እንታይ ይብልዓ ኣይበልዐኪ ኣይንበልዐኪ ማለት እዩ። እሶም ደገ ንሱ ደገ ሃም ልቡ ሃም ድሌቱ ተዝናንዩ ጨፍሩ ኣጋላብጡ ይመጽእ። እሳ ግን ኣብ ዓዲ ኮይና ገዛ ትቋጻጸር ቆልዑ ተዕቢ ማለት እዩ። ግን ኸ እንታይ ገይረካ እዩ ንምንታይ ክትበሃል ዘለካ እንታይ ገይረኪ እንታይ እንታይ ኣጉድለልኺ ዝዓይነቱ ማለት እዩ ኦረዲ ኮት ናይ በቃ እቲ ፍቅሪ ትለመደቶ ፍቅሪ እንዳለ ምንም የለይ ዜሮ እዩ ግንስ በቃ ዓዲ ውሽጢ ወይ ልብላዕ ወይ ልስተይ እንድሕለይ ጎደለሲ እንታይ ጎድልኪ እንታይ የጉድለልኪ ግፍዒ ትናገሪ ገለታት እዝታት ቃላት ማለት እዩና ዋና ነገር ምብላዕ ልብላዕ ትልስተይ ለይኮነ ካብ ምብላዕ ካብ ምስታይ ብላዕሊ ፍቅሪ ሓልዮት እንክብካበ በቃ ሓቀየ ቤተሰብ ልስልስ ዝበለ ቃላት ግዜ ሰዓት እዚታት ልሓወሶ ማለት እዩ እና እዚታት እንድሕር የብሉ ሲ ካልእ ካልእ በቃ ውሽጢ ገዛ ምሉእ ትኾነ እሽ ፋይዳ እንታይ እዩ ፋይዳው እስኪ ኦረዲ ፍቅሪ ተልዩሲ ሓንቲ እንጀራ እውን በቂያ ሃልቲ ሃማነ ማለት እዩ እውነት እና ሰላም ለይብሉ ሙሉእ ገዛ ሲ እንታይ እዩ- እንታይ እዩ ትርጉም እንሆዎ ፍቅሪ ለይብሉ ሙሉእ ገዛ እንታይ እዩ ትርጉም እንሆዎ ምክንያቱ እንታይ ያክል ደለኹ ሓቀኛ ህይወት በቃ ገዝአን ኣማልኦም ሲ ኣውል ደለይ ወይ ውዕል ኣውል ደለይ ወይ ሓድር እሞ እንታይ ጎድልኪ ዝዓይነቱ ስለለሎ ማለት እዩ። ከዚ እውን ኣብ ኣሌክስ ዝተዓዘኽዎ ነገር ሰበይቲ ኢኺ ምስ ማንም የወዳድረኪ ግን ምስ ቤቲ እውን ክፍለ የደሊ ኣነ ካብ ውላደይ እውን ክፍለ የደሊ ምክንያቱ ልፅዕሮ ለለኹ ንውላደይ እዚ ዓይነቱ ማለት እዩ ቤተሰብና እውነት ከምዚ ዓይነት ሰብኣይ ከምዚ ዓይነት ወዲ ፈጣሪ ይሓልወና ማለት እዩ ይርሕቀና ክብል እየ ልፎቲ ብእውነት ማለት እዩ ምክንያቱ ኣብ ሓቀኛ ህይወት ስለለሎ ማለት እዩ ኣሉ ኢለ ስለለሎ እዚ ሕዚ ብድራማ ለመሓላልፍ ለወሶም ማለት እዩ ቤተሰብና እና ከምዚ ዓይነት ነገር ንኩልና ከምዚ ዓይነት ነገር ይምሓረና ይርሕቀልና ክል ይፈቱ ማለት እዩ ኩራት እና ናይ ሎማንቲ ቪድዮ እዩ ዝመስል ነበሩ ብቐፃሊ ቪድዮ ስጋብ ንራኸብ ድማ ሰሰናይ ነበልኩ ብዙ ክሳናዕተኩም ማለት እዩ ክብራተይ ሰሰናይ ፀፅቡቑ ጠጥዕሙ መሞቻ ደበለ ንዓኹም እናበልኩ ብዙ ክሳናዕተኩም ክብራት ባይ ባይ